ቁጽራ ተጸዊዓ ሽዑ እሳ ከኣ ክትምልስ ክትብል ደንጉያ እቲ መምህር ከኣ ስለምንታይ ከምኡ ትገብር ኣለኻ ገሪዋ ንሳ ከኣ ነቲ ኤክስ ምሸ እሳ ከኣ ቅድም ከተእክብ ከላ እቲ መምህር ክወስዶ ከሎ ሽዓ ተእክብ ሽዑ እስከ ጥራዝ ክርኢኒ ምስ በላ ንሳ ከኣ መስ ኣርኣየቶ ሕማቅ ኮይና ተርኣየቶ ሽዑ እቲ መምህር ከኣ እንታይ ኢልዋ እስኺ ተደጋጋሚ ክትጽዕሪ ኣለኪ ከምኡ ውን እስኺ ከምዚ ጌረ ክትሓቢ ዘይኮንኪ ዘለኪ ስኒ ፐ ነቲ መምህር ክስ ክትሰምዕዮ ኣለኪ ኣብ ኣብ ኩሉ ዓይነት ሳብጀክት ክትሰምዕዮ ኣለኪ ኢሉ ምኽሪ ለጊስላ። ሓደ ወዲ ሰፈረይ ነይሩ ኣዛዥ ሻሻይ ክፍሊ ሕጅስ ናይ ማትስ ካብ ዓሰርተ ፈተነ ኣግቢሩናስ ሕጂ ኣጽኒዕኩም ምጹ ኢሉና ነይሩ ሰሙን ገይሩ ካብ ከምኡ ዝብለና ሕጂ ነጽን ነጽን ንሱ ኣብ ኩዕሾ ጥራይ ድሂቡ ሽዑ ፈተና ምስ ኣቶ ከኣኒስ ኣቕድሕኒ ገለ ይብል ነይሩ ብቕድሜና ኮፍ ዝብሉ ወረቕት ጸጺሒፎም ሳነደው ሽዑ ቲቸር ከኣኒ ምስ ነገርኩ እስከ ቀዲሕኪ ዲኺ ኢሉኒ ኣይኮንኩን ምስ በልኩ ከኣኒ ምስ ተቃዳዲሖም ከኣኒ ኩሉ ራይት ምስ ኮነ ግን እቲ መምህር ከኣ ዜሮ ካብ ዓሰርተ ጌሩሎም ሕጂ እታ ጥራዝ ከኣ ንዓይ ሕብእለይ ኢሉኒ ወለዲ ከይርእይዋ ሕብእለይ ምስ በለ ናሃናሃ ምስ ኣበኽዋ ኣብ ደገ ምስ ወጸኹ ሃሪሙኒ ሽዑ ከኣኒ ካብኣ ንቲቸር ምስ ነገርኩ ንምንታይ ሕብእለይ ትብል ኤክስካ ክርደኣካ እንከሎ መእረምታ ክትገብሮ ኣለካ ሽዑ ወረቐት ምስዳድካ ኣይኮን ኣጽንዕ ካብ ዝብለኩ ሰሙን ገይረ ተጽንዕ ተብል ካብ ምስ ኣጽናዕካ ኣዝዩ እዩ ዝርደኣካ ምስ ተረደኣካ ሽዑ ከኣ ንኩሉ ዓሰርተ ትደፍኖ ንምንታይ ሕቡእ ለቲ መእረምታ ከኣ ገበር እሞ ሽዑ እንዳ ተማሓየሽካ እንዳ ተማሓየሽካ ክትመጽእ ኢኻ ምስ በሎ ካብ ኣትሒዙ ከኣ እቲ ተማሃራይ ነፊዑ በቃ ናብ ሻብዓይ ገለ ክመሓየሽ ጀሚሩ። ሓደ ግዜ ሓደ ወዲ ክላሰይ ኣብ ግሬድ ሲክስ ዘለኹዎም ናይ ሲቲዘንሺፕና ፈተና ኣለኩም ሓደ ሰብ ከየብክር ኣጽኒዑ ይምጻእ ኢላህና እቲ ወዲ ክላሰይ ከኣ ፈሪሑ ኣብኪሩ ሓሚመ ኢሉ ኣብኪሩ ነታ መምህር ነጊሩዋ እሱ ዝሓልፈሉ እዩ መሲልዎ ንጽባሒቱ ግን መምህርና ኣግቢራቶ ሕጂ ይመሓየሽ ኣሎ። ሓደ ግዜ ኣብ ገዛውትና ዘላ መሓዛይ ፈተና ስለ ዝፈረሐት ካብ ዓሰርተ ነይርዋ ሕጂ ካብ ዓሰርተ ስለ ነበራ እሳ ከኣ እውይ እንታይ ደኣ ክገብር እየ ንወለደይሲ እንታይ እለ ክነግሮም እየ ምስ በለት እሳ ከኣ ዘይ ሓመመት ፈሊጣ ርእሰይ ሓሚመ ኢላ ነጊራቶም ንወለዳ እሶም ወለዳ ከኣ ቦኽሪ ጓሎም ስለ ዝኾነት እሶም ከኣ ኣሚኖማ ንዓኣ እውይ ኣብ ኮሪ በሊ ዋላ ከይትመሊስ ክፍቲ ትምህርቲ ከይትሓሚ ኢሎማ እሳ ከኣ ምስ ኣኮረት ኡፍ ተመስገን ኣቲ እንታይ ደዩ ኢለዮም ንወለደይ ኣነ እኮ ፈሊጠ ርእሰይ ከይሓመምኩ እካየ ርእሰይ ሓሚመ ኢለዮም ኢላትኒ ዋእ እሞ እንታይ ጽቡቅ ዝገበርኪ ድዩ መሲልኪ ሕማቅ እኮ ኢኪ ገርኪ ተበልኩዋ ከኣ ዋእ እሞ እንታይ ደኣ ካብ ትምህርቲ ከይደ ባዶ ምምጻእ ኣብዚኣ ኮይነ ምስ መሓዙተይ ምጽዋት ሒሸኒ ኢላትንስ እሞ ዘይ ጽባሕ ከይድክስ ከምኣ ኢኪ እታ ነጥብስ ሓንቲ ኢያ ከተምጽእያ ምስ በልኩዋ ሽዑ ኮርያ ከይዳ።
ሕጂ እምበኣር ዕላልና ወዲእና ኣለና ሰልፈና ለበዋን ምስጋናን እዩ መጀመርያ ግን ለበዋ። ሕጂ ክለወዎም ዝደሊ ኤክስ ወሲድና ኢሎም እቶም ተመሃሮ ንወለዶም ይኹን ንመምሃራኖም ክሕብእሎም ከም ዘይብሎም ካልእ ከኣኒ ራይት እንተ ወሲዶምሲ ነታ ራይት ጽቡቕ ወሲድና ኢሎም ነቲ መምህር መግለጺ ክገብር ከሎ ናይቲ መእረምታ ራይት ወሲድና ኢሎም ጽእ ክብሉ የብሎምን ዋላ ራይት ውሰዱ ደኣ እምበር ንዑ ክሰምዕዎ ኣለዎም። ኣነ ክላበዎ ዝደሊ ንዝኾነት ሰምሃራይ ኤክስ ወሲደ ኢሉ ክፈርሕ የብሉን ነታ ኤክስ ዝወሰደ ከኣ ኣተኪሩ ናብኣ ከድህብ ኣለዎ ቀዲሕ ቀዲሑ ገለ ሰሪሑ ራይት ኣምጺኤ ኢሉ ክሕጎስ የብሉን ነታ ኤክስ ካብ ራይት ኤክስ ይበልጽ ምኽንያቱ ነታ ኤክስ ኣድሂቡ መእረምታ ክገብር ከሎ እቲ መምህር ነታ መእረምታ መእረምታ እንዳገበረ ነታ ኤክስ ከማሓይሻ ኣለዎ። ዝኾነ ተምሃራይ ን ኤክስ ከየምጽእ ኢሉ ክፈርሕ የብሉን ምኽንያቱ ከጽንዕ ኣለዎ። ድሕሪ ኣጽኒዑ ከኣ ካብቲ ዘለዎ ንላዕሊ ክጽዕቕ ምስ ጸዓረ ንፉዕ ክኸውን'የ፣ ኤክስ ከምጽእ'የ ኢሉ ክፈርሕ የብሉን። ኣነ ክላበዎም ዝደልዩ ሰባት ንኣብነት እንድሕሪ ኤክስ ኣምጺእና ኢሎም ስክ ክሓብእዎ የብሎምን። ነቲ ሓቂ ሰብ ተነጊሮሞ እቲ ሰብ ድማ ጌግኦም ፈሊጡ በል ምሳይ ኣጽንዕ ወይ ምሳይ ተረዳዳእ ኢሉ ጌግኦም ምስ ነገሮም እሶም ከኣ ጌጋ ዝነበረ ራይት ከምጽእዎ ክኽእሉ እዮም። ሕጂ ንኣብነት ሓንቲ ጓል እንድሕሪ ተጋግያ ካብቲ ሓደ ወዲ እንድሕር ምኽሪ ሰሚዓ ንጽባሒቱ ጽቡቕ ክተምጽእ ትኽእል እያ ግን ካብ ድሕሪ ሕጂ ውን እታ ዝብል ዝንል እታ ጓል ግን ጽቡቕ ነጥቢ ምጽኤላ ከኣ ክትዘናጋዕ ከም ዘይብላ።
ምስጋናኸ ኣጋይሸይ ንመን እዮም ከመስግኑ?
ኣነ ከመስግኖም ዝደሊ ንክብርቲ ደይ ወይን ካሕሳይ ከምኡ ውን ንክቡር ኣቦይ ተስፋይ ሚካኤል ስልጢን ከምኡ ውን ንእሶም ኣብ ኩሉ ትምህርተይ ጥራዘይ ብተኸታታሊ ስለ ዝርእዩለይ ከምኡ ውን ነቲ ኤክስ ሪኦም ከምዚ ክትገብርለኪ ጸዓሪ ኢሎም ስለ ዝከታተሉኒ ካልእ ከኣ ንኣሕዋተይ ንብርሃነ ተስፋይ ሚካኤል ከምኡ ውን ኣርያም ተስፋይ ሚካኤልን ከምኡ ከኣ ንኩላቶም ኣዝማደይ ንከመስግኖም ዝደሊ መጀመርታ ንነዴት ትዕግስቲ ተስፋይ፣ ነቦይ ኣንጎሶም ብርሃነ፣ ንሓፍተይ ቅሳነት ኣንጎሶም፣ ንሓወይ ናታል ኣንጎሶም፣ ንሓወይ ካልኣይ ሓወይ ሜላብ ኣንጎሶም ከመስግኖም እደሊ፣ ካልኣይ ከኣ ንመሓዙተይ፣ ንመምሃራነይ ካብዚ ደረጃ ዘብጽሓኒ። ኣነ ከመስግኖም ዝደሊ ንክብርቲ ኣደይ ሩታ ሚኪኤለ፣ ንክቡር ኣቦይ ደሳለ እምባየ፣ ንሓፍተይ ሉልያ ደሳለ፣